ዝተማለኤ ምዕባለ ንምርግጋፅ ህዝቢ ኣብ ከባቢኡ ኣብ ዝካየድ ዘሎ መደባት ልምዓት ተሳታፍነቱ ክብ ከብል ኣመሓዳሪ ዞባ ጋሽ ባርካ ኣቶ መሓመድ ሓምድ ምስ ወከልቲ ህዝቢ ከተማ ተሰነይ ኣብ ዘካየዶ ርክብ ኣዘኻኺሮም። ኣቶ መሓመድ ኣብ መግለፂኡ መንግስቲ ኣብቲ ከባቢ ዘካይዶ ዘሎ መደባት ዘላቒ ምዕባለ ንምርግጋፅ ዝዓለመ ምዃኑ ብምጥቃስ ውሑዳት ቀረብ ዝስተ ማይ፣ ምስራሕ ጽርግያታት፣ ምድንፋዕ ሕርሻዊ ፕሮጀክትታት፣ ምውዳድ መራኸቢታትን ካልእን ካብቲ ኣብ ከተማ ተሰነይ ዝተተግበረ ዓበይቲ ዕማማት ምዃኑ፣ ኣብ መጻኢ እውን ንኣገዳስነት'ቲ ከባቢ ብምግንዛብ ቀረብ ኣገልግሎት ኤለትሪሲቲ ንምርግጋጽ ከምኡ'ውን ግርማ'ታ ከተማ ንምውቃብ ብዝለዓለ ደረጃ ይስረሓሉ ከምዘሎ ዘርዚሩ። ኣቶ መሓመድ ኣስዒቡ፣ ህዝቢ ብጋንታታት ተወዲቡ ዘካይዶ ዘሎ ኣብ ምዕቃብ ማይን ሓመድን ዘተኮረ ማእቶታዊ ንጥፈታት ኣብ ባይታ ፅቡቕ ውፅኢት ይርከቦ ስለዘሎ ብሰፊሑ ክትግበር፣ መስርሕ ምምሃርን ምስትምሃርን ንምምዕባል ድማ ብዝበለፀ ክድፋኣሉ ብምዝኽኻር ኣብ ቅየሳ እታ ከተማ ዝፀንሐ ጉድለታት ንምእራም ኣብ ዝካየድ ስራሕ ህዝቢ ምትሕብባሩ ከዕዝዝ ኣዘኻኺሮም። ተሳተፍቲ ብወገኖም ኣብ ከባቢኦም ንዝካየድ ዘሎ ልምዓታዊ መደባት ድሕሪ ምምስጋን ተሳትፎኦምን ኣበርክቶኦምን ከሐይሉ ድሉዋት ምዃኖም ብምግላፅ ብግዝያውነት ዝዕደል መሬት ንምዕባለ ሓናቒ ብምዃኑ ብፍላይ ነቶም ነዊሕ ዓመታት ዝገበሩ ተቐማጦ ኣቓልቦ ክወሃቦምን ቅድሚ ሕጂ ዝተኻየደ ዕደላ መሬት ምጽራይ ክግበረሉን ዘመናዊ መሕረዲ ስጋ ክህነጽ ንምንቅስቓስ ተሽከርከርቲ ኣሸጋሪ ኮይኑ ዘሎ ቀንዲ ጎደናታት ጽገና ክግበረሉን ዝብልን ካልእን ርእይቶታት ኣቕሪቦም። ኣመሓዳሪ ዞባ ጋሽ ባርካ ኣቶ መሓመድ ሓምድ ኣብ መወዳእታ፣ ብተሳተፍቲ ዝቐረቡ ርእይቶታት ንመደባት ልምዓት'ታ ከተማን ከባቢኣን ዘበርኹ ስለዝኾኑ፣ ምምሕዳር ዞባ ምስ ምምሕዳር ንኡስ ዞባ ተሰነይ ብምውህሃድ ነባሪ ፍታሕ ንምምጻእ ክሰርሕ ምዃኑ ብምግላጽ፣ ህዝቢ ዝተማልአ ምምሕዳራዊ ኣገልግሎት ንኽረክብ ንምምሕዳር'ታ ከተማ ብመሳለጥያን ዓቕሚ ሰብን ንምድራዕ መደብ ከምዘሎ ኣብሪሆም። ማሰን መልቀስን ካብ ኣገደስቲ ያታታት ኤርትራ ብምዃኑ ናብ መንእሰያት ንምስግጋሩ ብዝለዓለ ክስርሓሉ ዘለዎ እዩ። ባህላዊ ጉዳያት ሚኒስትሪ ትምህርቲ ኣብ ኣፋዊ ያታታት ዘተኮሩ ንመንእሰያት ዝሃቦ ስልጠና ድማ ናይ መጀመርታ ተበግሶ እዩ፣ ናዝሬት በይን ንዘዳለወቶ ጸብጻብ ኤልሳ ተስፋማርያም ከተቕርቦ እያ።
ባህላዊ ጉዳያት ሚንስትሪ ትምህርቲ ኣፋዊ ያታታት ናብ መንእሰያት ንምስግጋር ዝሕግዝ ስልጠና ን ዕስራን ሽዱሽተን መንእሰያት ሂቡ። ብ ዕስራን ሰለስተን ጥሪ ኣብ ሆቴል እምባሶይራ ኣብ ዝተኻየደ መዛዘሚ ስነ ስርዓት፣ ሚንስተር ትምህርቲ ኣቶ ሰመረ ርእሶም፣ እቲ ስልጠና ነቲ ከይዳኸም ጥራይ ዘይኮነ ፍጹም ከይጠፍእ እውን ዘሰክፍ ዘሎ ማሰን መልቀስን ዝፍውስ ኣገዳሲ መላግቦ ምዃኑ ጠቒሱ፣ ኣብ ምዕቃብ ባህሊ ዝጽዕቱ ዘለዉ ዓበይቲ ማሰኛታት ፍልጠቶም ሒዞሞ ከይሓልፉ ናብ መንእሰያት ከሰጋግርዎ እቶም መንእሰያት ድማ ጽባሕ መምህራን ክኾኑ ብዝሰፍሐ መልክዑ ክስርሓሉ ብምዝኻር ንዝተወስደ ተበግሶ እውን ይኢዱ። ዳይረክተር ባህላዊ ጉዳያት ሚኒስትሪ ትምህርቲ ኣቶ ሰለሙን ጸሃየ ኣብ ዘስመዖ ቃል ድማ፣ እቲ መደብ ካብ ነዊሕ እዋን ኣትሒዙ ክሕሰበሉ ዝጸንሐን ብዓይነቱ ናይ ፈለማን ምዃኑ ጠቒሱ፣ ኣብ ዘሰክፍ ደረጃ ዘሎ ማሰን መልቀስን ቀጻልነቱ ምእንቲ ክወሓስ፣ ኣብቲ ያታ ተገዳስነት ዘለዎም መንእሰያት ካብቶም ብህይወት ዘለዉ ማሰኛታትን መልቀስትን ብግብሪ ክመሃሩ ከምእተመደበ ብምምልካት፣ እቶም ብዕድመ ዝደፍኡ ወለድን ወረስቲ መንእሰያትን ንዘርኣይዎ ልዑል ተገዳስነት ሞጒሱ። ካብ ኣሰልጠንቲ ማሰኛ ኣቶ ዘርአ ገብረማርያም ብወገኑ፣ ማሰን መልቀስን ንስለ ምባል ጥራይ ዘይኮነ፣ ታሪኽ ዝነግር፣ መጻኢ ዝእምት፣ ዝሽምግልን ውሽጥኻ እተተንፍሰሉን ኣፋዊ ጥበብ ስለ ዝኾነ፣ መንእሰያትና ብባዕዳዊ ባህሊ ተዓብሊሎም ንባህሎም ዕሽሽ ንኸይብሉ ሰረት ንምትሓዞም ዝለዓለ ሓላፍነት ከም ዘለዎም ብምሕባር፣ ሰልጠንቲ ዘርኣይዎ ተገዳስነት ንዘለዎም ባህጊ ዝገልፅ ስለዝኾነ ንመፃኢ ብዝሰፍሐ ክዝርጋሕ ኣዘኻኺሮም። ካብ ሰልጠንቲ ኣቶ መሓመድ ስዒድ ዑስማንን ኣቶ ነማርያም ነፀረኣብን ድማ ኣቐዲሙ ሰረት ናይ ግጥሚን ምግጣምን እኳ እንተነበሮም ማሰን መልቀስን ኣገባብ ኣቀራርብኡ፣ ዜምኡን ኣለባብስኡን ግን ሕጂ ኣብዚ ስልጠና ከምዝፈለጥዎ ብምሕባር ካብ ኣቦታቶም ዘቐሰምዎ ፍልጠት ብምምርምር ከማዕብልዎን ናብ መፃኢ ወለዶ ከሰጋግርዎን ቃል ኣትዮም። ሕጂ ሒዞሞ ተሪፎም ዘለዉ ዕድሚኦም ካብ ሰማንያ ንላዕሊ ኣብ ዘሎ እዋን ብሰንኪ ዘመናውነት ይኹን ካሊእ ባህላዊ ማሕበራዊ ፀገማት ኣብ ምፅናት ዝርከብ ንዑ ናብ ሓዱሽ ወለዶ ንምስጋር ስለ ዝነበረ እቲ ትምህርቲ ንዑ ዝሓቆፈ ነይሩ። እዚ ቅድሚ ሕጂ እውን ብዝተፈላለየ መልክዑ ብባህላዊ ጉዳያት ህግደፍ ኣብ ትሕቲ ጽላል ሃገራዊ ሽማግለ በዓላት ኣብ ፌስቲቫል መኣዲ ተዋሂብዎ ክካየድ ጸኒሑ እዩ። ብክልተ ቋንቋታት ዝጀመረ ናብ ትሽዓተ ቋንቋታት በጺሑ መንእሰያት መጠናዊ ዝኾነ ፍልጠት ይወስዱ ነይሮም። ሕጂ እዚ ሕጂ ተበጊሱ ዘሎ ግን ብውዱብ ኣጋባብ ብስልጣዊ መንገዲ ስለ ዝነበረ እቲ ዝሓሸ ኣወዳድባን እቲ ዝሓሸ ፍልጠት ክቕሰሙ ተኻኢሉ ኣሎ። ከም ሰብ ብጣዕሚ ብጣዕሚ ከሲበ'የ። ብሕልፊ ብሕልፊ ሓውሲ ግጥማዊ ጌርና ንወጾ ስለ ዝነበርና ቀደም ኣብቲ ናይ ኣፋዊ ያታ ስነ ግጥሚ ኣብቲ ማሰ ይኹን ወይ ከኣ ኣብቲ መልቀስ እቲ ዘለዎ ዜማን እቲ ስምጥመት ምስቲ ቃላትን እቲ ውህደትን ክሪኦ ከለኹ ብጣዕሚ ብጣዕሚ ኣነ ተማሂረ ከሲበ እየ ክብል ዝኽእል ካብ ናተይ ተፈለዮ እውን ኣለዎም ክብል ኣይክእልን እየ እቶም ብፆትና ናይ ብሓቂ ኣነ ፅቡቕ ኮይኑ እየ ረኺበዮ እዚ ከምዚ ዝኣምሰለ ነገር ግን ኣብ ተፈላለየ ግዜን ሰዓትን ኣብ ተፈላለየ ኣብያተ ትምህርትን ገሊፆም። ብሓቂ ሒዞሞ ኣለዉ እየ ዝብል እቲ ኣገባቦም ይኹን እቲ ስነ ስርዓቶም ይኹን እቲ ኣከዳድነኦም ዋላ ኣብቲ ባህሊ ድዩ ኣብቲ ኣዘራርባ ድዩ ዋላ እቲ ቃላት ንባዕሉ ድዩ ብጣዕሚ ሒዞምዎ ኣለዉ እየ ዝብል ክበራትዑ ክሕይሉ ከኣ ናትና ናይ ህዝብን ናይ መንግስትን ደገፍ ክወሃቦም ይትስፎ። እዚ ጠፊኡ ዝብሃል ዝነበረ ሪቫይቭ ክገብር ከም ዝኽእል ክምለስ ከም ዝኽእል እምንቶ ገይረ ኣዝየ ተሓጒሰ። ዘሐጉስ ጉዳይ እዩ ክቕጽል ከኣ ዘለዎ እዩ። ኣብ ብሄረ ትግርኛ ጥራሕ ተወሲኑ ክተርፍ ዘይኮነ ግን ኣብ ካልኦት ዳሽሙ ብሄራት እውን ዓብዪ ባህሊ ሰፊሕን ባህልታት ስለ ዘሎ ንሱ እውን ብኸኡ መጠን ክዕንብብ ሓደ ኤርትራዊ ሓድነት ዘለዎ ባህሊ ክመፅእ ከዓ ሓደ ካብቲ ኩላህና ክንሰርሓሉ ዘለና ኮይኑ ይስማዓኒ። ኣብ መወዳእታ ሰልጠንቲ ንዝቐሰምዎ ፍልጠት ዘንጸባርቕ ማስተን መልቀስን ድሕሪ ምቕራብ፣ ካብ ኢድ ሚኒስተር ትምህርቲ ኣቶ ሰመረ ርእሶም ወረቐት ምስክር ተቐቢሎም።
ሃገራዊ ማሕበር ደቂ ኣንስትዮ ኤርትራ ጨንፈር ጀርመን ጉዕዞ ንምሉእ ኣእግዞ ኣብ ትሕቲ ዝብል ቴማ ብ ዓሰርተ ሸሞንተን ዓሰርተ ትሽዓተን ጥሪ ኣብ ከተማ ፍራንክፈርት መበል ዕስራ ጉባኤኡ ኣቃኒዑ። ኣብቲ ካብ ዕስራን ሸውዓተን ከተማታት ዝመጻ ሚእትን ዕስራን ሓሙሽተን ኣካየድቲ ኣካላት ንኡሳን ጨናፍርን ወከልትን ዝተረኽባሉ ጉባኤ ኣብ ውሽጢ ሰለስተ ዓመታት ናይ ዝተኻየደ ንጥፈታት ጸብጻባት ከቐርብ እንከሎ ኣብ መስርሕ ዝነበሩ ብልጫታትን ድኽመታትን ተገምጊሙን ብሰፊሑ ተዘትዩሉን። ጉባኤኛታት ኣብ መወዳእታ ንዝመጽእ ሰለስተ ዓመታት ነቲ ጨንፈር እትመርሕ ኣካያዲት ኣካል ድሕሪ ምምራጽ ንማሕበርን ሃገርን ዝጠቅም ኣገዳስን እዋናውን ውሳነታትን ለበዋታትን ኣሕሊፈን። ኣብቲ ጉባኤ ኣምባሳደር ኤርትራ ኣብ ጀርመን ኣቶ ጴጥሮስ ጸጋይ፣ ወከልቲ ግንባር፣ ማሕበር መንእሰያት ህግደፍን ስንኩላን ኲናትን ተረኺቦም ነይሮም። ብኻልእ ወገን ሃማደኤ ጨንፈር ጀርመን፣ ስንኩላን ዜጋታት ርእሶም ክኢሎም ኣፍረይቲ ንክኾኑ ዝካየድ ንጥፈታት ንምድንፋዕ ዝጀመሮ ስራሓት ብዝለዓለ ክደፍኣሉ ምዃኑ ብምርግጋጽ ብሰለስተ ታሕሳስ ኣህጉራዊ መዓልቲ ስንኩላን ኣብ ዓሰርተ ሽዱሽተ ከተማታት ጀርመን ኣብ ዝተኻየደ ጽምብላት ዝተኣከበ ዓሰርተ ሰለስተ ሽሕን ሸውዓተ ሚእትን ቴስዓን ኣርባዕተን ዩሮ ንሃገራዊ ማሕበር ሓርበኛታት ስንኩላን ኲናት ኤርትራ ከምዘወፈየ ካብ'ቲ ቦታ ዝበጽሓና ሓበሬታ ኣመልኪቱኣብ ዞባ ደቡብ ንኡስ ዞባ ማይ ምነይ ኣብ ክልተ ሽሕን ዓሰርተ ሰለስተን ንልምዓታዊ መደባት ዘደንፍዕ ኣድማዒ ማእቶታዊ ንጥፈታት ከምእተሰላሰለ ምስ ተኻየዱ ንጥፈታት ንምግምጋም ኣብ ዝተቓንዐ ኣኼባ ተገሊጹ። ኣብቲ ወከልቲ ህዝቢ ዓሰርተ ሸውዓተ ምምሕዳራት ከባቢ ዝተረኽቡሉ ኣኼባ ልዕሊ ሰላሳን ሓሙሽተን ሽሕ ህዝብን ህዝባዊ ሰራዊትን ዝተሳተፍዎ ኣብ ምህናፅን ምፅጋንን ናይ ሓመድ ፅርግያታት፣ ምዕቃብ ማይን ሓመድን፣ ምግራብ፣ ምምድማድ ሕርሻዊ መሬትን ካልእን ዘተኮረ ውፅኢታዊ ስራሕ ከምእተዓመ ከም ውፅኢቱ ድማ ሰለስተ ሚእትን ሓደን ኪሎ ሜተር ፅርግያ ክፅገን እንከሎ ልዕሊ ሚእትን ሰላሳን ሓደን ሽሕ ኣግራብ ከምእተተኽለ ኣመሓዳሪ ናይቲ ንኡስ ዞባ ኣቶ ፍረወንጌል ተኽለሃይማኖት ኣብሪሆም። ብዘይካዚ ህዝቢ ብተበግሶኡ ቀፅሪ ኣብያተ ትምህርቲ ከምዝሃነፀን ፅሬት ኣከባቢ ብምሕላው ጥዕና ዜጋታት ንምውሓስ ብዝተኻየደ ጎስጓስ ድማ ድሮ ሽዱሽተ ዓድታት ሙሉእ ብሙሉእ ተጠቀምቲ ዓይኒ ምድሪ ኮይነን ምህላወንን በሪሆም። ሓላፊ ምምሕዳርን ፋይናንስን ናይቲ ንኡስ ዞባ ኣቶ ኪዳነ ፍሩይ ብወገኑ ንተራ ህዝቢ ኣብ ምዕዋት ዝውጠኑ መደባት ልምዓት ብምምጓስ ኣብ ከተማ ደቀምሓረ ኣብ ዝተኻየደ ሃገራዊ ፈስቲቫል እቲ ንኡስ ዞባ ምዕዋቱ ውፅኢት ናይቲ ዕዙዝ ተሳትፎ ከምዝኾነ ኣረዲኦም። ብዘይካ'ዚ ንልዕሊ ሚእትን ሰማንያን ሽዱሽተን ሽሕ ጥሪት ክታበት ከም እተዋህበ ከምኡ'ውን ብሰንኪ መርዓ ትሕቲ ዕድመ ኣብ ደቂ ኣንስትዮ ዘጋጥም ጸገማት ንምውጋድ ጎስጓስ ከም እተኻየደ ዝሓበሩ ሓለፍቲ ኣብያተ ጽሕፈት ሚኒስትሪ ሕርሻን ሚኒስትሪ ጥዕናን ብወገኖም ኣብ ምዕዋት'ቲ መደባት ዝተራእየ ተራ ህዝቢ ኣብ መጻኢ'ውን ከኦጽል ኣዘኻኺሮም። ተሳተፍቲ ብወገኖም ካብ ግዜ ናብ ግዜ እናተበላሸወ ዝመጽእ ዘሎ መስመር ዓዲ ኋላ ማይ ምነ ህጹጽ ፍታሕ ክናደየሉ፣ ኣብ ሓውሲ ከተማ ማይ ምነ ዘላ ፋርማሲ ንኣሰራርሓኣ ብዝምልከት ምክትታል ክግበር፣ ዘመናዊ ድኹዒ ናይ ዘርኢ ወቕቲ ምስ ሓለፈ ይወሃብ ስለ ዘሎ ዝምልከቶ ኣካል ኣቓልቦ ክገብረሉ ተላብዮም። ኣስታት ስሳ ሽሕ ህዝቢ ዝነብሮ ንኡስ ዞባ ማይ ምነ ካብ መባእታ ክሳብ ካልኣይ ደረጃ ዝዝርግሓ ዕስራ ኣብያተ ትምህርቲ፣ ሰለስተ ትካላት ጥዕና፣ ትሽዓተ ራህያታት ከምኡውን ምጡን ሸፈነ ዘለዎ ኣገልግሎት ተንቀሳቓሲ ተሌፎንን መጓዓዝያን ኣሎ። ኣብ ንኡስ ዞባ ሓጋዝ ተርእዮ ሕማማት ብምግታእ ጥዕና ዜጋታት ንምውሓስ ኣብ ዝካየድ ዘሎ ጻዕሪ ኣበርክቶ ሕብረተሰብ ክሕይል ሓላፊ ከባብያዊ ጥዕና ኣብቲ ንኡስ ዞባ ኣቶ ሙሴ ገብርሂወት ኣዘኻኺሮም። ምስ ሰብ ሞያ ጥዕና እናተሓባበራ ኩነታት ስድራ ቤታት ንዝከታተላ፣ ምኽርን ማዕዳን ንዝልግሳ፣ ጎስጓሳት ንዘካይዳን ደቂ ኣንስትዮ ኣብ ዝተዋህበ ሰሚናር ኣቶ ሙሴ፣ ምቁጽጻር ተመሓላለፍትን ዘይተመሓላለፍትን ሕማማት ብሓፈሻ፣ ሕማም ዓሶ ድማ ብፍላይ ኣብ ዝተሓተ ደረጅኡ ንምውራድ፣ ምሕላው ጽሬት ከባቢ፣ ከምኡ'ውን ምድፋን ጣንጡ ክፋረያሉ ዝኽእላ ጎዳጉድን ዕቋር ማያትን ኣገዳሲ ምዃኑ ኣብሪሆም። ድሕነት ኣደን ህጻንን ንምውሓስን ጥዕንኡ ዝተረጋገጸ ዜጋ ንምፍራይን ዝተገብረ ጻዕሪ ዘተባብዕ ውጽኢት ይርከቦ ከም ዘሎ፣ እንተኾነ ኣብ ገለ ከባቢታት፣ ላምስያ ኣብ ግቡእ መዓላ ይውዕል ስለ ዘየለ፣ ኣብ ምሕላው ጥዕና ዘለዎ ረብሓ ብምግንዛብ ብግቡእ ክጥቀሙሉ ተላብዮም። ሓላፊ ማሕበራዊ ኣገልግሎት ንኡስ ዞባ ሓጋዝ ኣቶ መሓመድ ኢብራሂም ብወገኑ፣ ሓንቲ ኣደ ንዓሰርተ ስድራቤት ንምክትታል ዝስርሓሉ ዘሎ መደብ ብዝበለጸ ክድፋኣሉን ጽሬት ከባቢ ንምሕላው ጽዑቕ ጎስጓሳት ክካየድን ኣተሓሳሲቦም። ተሳተፍቲ ብወገነን ብሰብ ሞያ ጥዕና ዝወሃበን ጎስጓሳትን ኣስተምህሮታትን ንኣፍልጦኤን ከምዘዕብዮ ብምግላፅ፣ ፅሬት ከባቢ ብምሕላው ጥዕና ሕብረተሰበን ንምውሓስ ኣበርቲዐን ከምዝሰርሓ ኣረጋጊፀን። ኣብ ሓጋዝ ሓንቲ ኣደ ንዓሰርተ ስድራቤት ብዝብል ድሕነት ኣደን ህፃንን ከምኡውን ፅሬት ኣከባቢ ንምውሓስ ኣስተምህሮታትን ጎስጓሳትን ዘካይዳን ልዕሊ ትሽዓተ ሚእቲ ደቂ ኣንስትዮ ከምዘለዋ ቤት ፅሕፈት ሚኒስትሪ ጥዕና እቲ ንኡስ ዞባ ዝተረኽበ ሓበሬታ የመልክት። ኣብ ዞባ ደቡብ ካብ ንኡስ-ዞባ ደቀምሓረ ዝተዋጽኣ ዓሰርተ ሸሞንተ ኣለይቲ ስድራ፣ ኣብ ከተማ ደቀምሓረ ኣብ ዝርከብ ቤት ትምህርቲ ደናግል ኮምቦኒ ንሓደ ዓመት ብማእለማን ቅዲ ክዳንን ሰልጢነን። ኣብቲ ናይ ምምራቕ ስነ-ስርዓት፣ ሓላፊት ናይታ ቤት ትምህርቲ እናቴ ትርሓስ ታደሰ ኣብ ዘስምዐኦ ቃል፣ ዕላማ እቲ ስልጠና ንጽጉማትን ኣለይቲ ስድራን ደቀንስትዮ ሞያ ከምዘጥርያ ብምግባር መነባብሮኣን ዘመሓይሻሉ ዕድላት ምፍጣር ከምዝኾነ ብምሕባር፣ ሰልጠንቲ ንዘርእይኦ ተገዳስነት ብምንኣድ ብግብሪ ሰሪሐን መነባብሮኣን ንምምሕያሽ ክፅዕራ ኣዘኻኺረን። ወኪል ተመረቕቲ ብወገና ኣብቲ ቤት ትምህርቲ ሞያ ማእለማ ጥራይ ዘይኮነ ፍቕሪ፣ ምትሕግጋዝ፣ ሕውነትን ሞራላዊ ትምህርትን እውን ከምዝኸሰባ ጠቒሳ ብዝወሰደኦ ትምህርቲ ህይወተንን ህይወት ስድራ ቤተንን ክኣልያ ኣበርቲዐን ከምዝሰርሓ ኣረጋጊፃ። ካብ ተመረቕቲ ወይዘሮ ለተብርሃን ተወልደመድህንን ወይዘሮ ዑቕባ ሃብተማርያምን ኣብ ዝሃብኦ ርኢቶ፣ ዝቐሰምኦ ሞያ ኣብ መነባብሮኤን ዓቢ ለውጢ ከምጽኣለን ዘለወን እምነት ብምግላጽ፣ ከም ናተን ዕድል ንዘይረኸባ ካልኦት ጽጉማት ባይታ ክፍጠረለን ተላብየን። ኣብ ከተማ ደቀምሓረ ዝርከብ ቤት ትምህርቲ ደናግል ኮምቦኒ ኣብ ሽሕን ትሽዓተ ሚእትን ቴስዓን ሽዱሽተን ዝጀመረ ኮይኑ ክሳብ መወዳእታ ክልተ ሽሕን ዓሰርተ ሓደን ኣብ ከክልተ ዓመት ብቕዲ ክዳንን ናይ ኢድ ጥልፍን ከሰልጥን ድሕሪ ምጽናሕ ካብ ዓመተ ክልተ ሽሕን ዓሰርተ ክልተን ጀሚሩ ግን ኣሰራርሕኡ ብምምሕያሽ ናይ ማእለማን ቅዲ ክዳንን ብኢድ ምጥላፍ ኣሰራርሓ ምግብን ሞራላዊ ትምህርትን ኣብ ምሃብ ይርከብ።